በታ ዝሓፀረት ሞያ እሞ ከዓ ኣብ ካናዳ ብጣዕሚ እዩ ዝድለ ፒኤስዳብሊዩን ደይኬርን ብጣዕሚ እዮም ዝደልዩ ምክንያቱ ቆልዓ ኩሉ ግዜ ውለድ እዩ እቲ ድወለደ ከዓ ስራሕ ክወፍር ስለ ዘለዎ ሳርቫይቭ ክገብር ተኮይኑ ክሰርሕ እዩ ሶ ደይኬር ስለ ደየለ ከዓ ብዝሒ ደይኬር ስለ ደየለ እንዳጎደለ ከይ ስለ ደሎ ግድን እዮም ሆም ደይኬር ክደልዩ ገሊኦም ወለዲ ከዓ ብምርጫ ብዝወሓደ ቢኮዝ ሓሙሽተ ቆልዑ ጥራሕ እዮም ድህቡኻ ሓሙሽተ ቆልዑ ደለዎ እቲ ሰብ ኬር ድገብሮም ደሎ ከዓኒ ውሑዳት ስለ ድኾኑ ፅቡቅ ጌሩ ተጠንቂቑ እሞ ከዓ ኣብ ገዛ ስለ ድኾነ ካብ ደይ ኬር ንላዕሊስ ሆም ደይ ኬር ድመርፁ ወለዲ ኣለዎም ሶ ስራሕሲ ብጣዕሚ ሃይ ግሪን ላይት እዩ በቃ ኩሉ ግዜ ኣብ ዝኸድካዮ እቶም ኤጀንሲ እዝንኻ እዮም ደፅሙሙኻ ኦፐን ቦታ ኣለኪ ድዩ ባካ ኣብ ደሊና ነርና ወላ ሓሙሽተ ይኹኑ ተረዲ ደብኩር ቆልዓ እንተሎ ባሎም መዓልቲ ሓዘ ብጣዕሚ እዩ ክራውድ ማለት እዩ ትናቱ ትራፊክ ማለት እዩ ስለዚ ብከምዚ ንእሽተይ በቃ ስራሕ ከይንዓቕና እታ ንደልያ ዘለና ዕላማ ክሳብ ንበፅሕ ከምኣ እንዳገብርን ሕጂ ነግር እየ ከምዚ ሓደሽቲ እንተሪአ ከምዚ ደይ ትገብሮ ባ ቆልዓ እንዳማተይ ክሕዝ ዳይፐር ቆልዓ እንዳማተይ ክፀርግ ፈቲኻ ኣይኮንካን መፂናዮም ኢና እምበር ኣይመፁናን ሶ ክሳብ ድመፀና ከዓ እቲ ዕላማካ ከይረሳዕካ እቲ ክትገብሮ ደለካ ነገር እንዳገበርካ ንክምካሕ ኢለ ደይኮንኩስ እንዳ ሓበሻ ክትሰርሕ ከለካስ ማዕረ ክንደይ ነገራት እንዳተፃወርካ ዝፈልጠካ እንደይፈልጠካን ብዙሕ ነገር እንዳሕለፍካ እሞ ከዓኒ ለይቲ ንጉህ ኣብ ካልእ ቦታ ትሰርሕ ፀኒሕካ ምሸት ኬትካ ኣብቲ ወይተርስ ክትሰርሕ በዓት ነገር ኢካ ገልጠምጠም ትሕልፍ ካብኡ ሓሊፍካ ግን ኦኬ ድሓን ፒኤስ ዳብሊው መሃር ኣለኹ እንዴ እዚኣ ምስ ተምሃርኩ ብኣ ሃይር ምስ ተገበርኩ ዝበለፀ ክረክብ እየ እንዳበልካ ተተዓሻሸዋ ንነብስኻ ቆልዓ ምስ መፀ ከዓኒ እዚኣ ከዓኒ ኣብ ኢደይ ስለ ዝፀንሐት 216 ዝተምሃርኩዋ እያ ሕጂ 223 ክሰርሓላ ጀሚረ ሶ ንሕማቕ መዓልቲ ዘይከውን ወረቐት የለን ስለዚ ስራሕ ሰኣነ ዘይኮነ ቤኖር ሓወይ ኣብ ኢድና ወረቐት ስለ ዘይነፅንሕ ዘለና እዩ ምጽእ ኢልና ከዓ ናብ ትምህርቲ ንጎይን ኢና ዘለና ኣይነው ስራሕ ተሳኢኑ ኣሎ ሕጂ ዋላ ስለምንታይ ናይ ዝኾነ ነገር ናይ ፅሬት እንዳሰራሕኩ ድየ ዋላ ስራሕ እንተስኢነ ከዓ ኣብ ገዛ መውዓለይ ኣይተርፈንን ኣሎ ሓድሽ መፃኢ እንተኮይነ ኣብ ገዛ መውዓለይ ኣይተርፈንን ኣሎ እስከ ክኸይድ ሃይስኩል ኖን ኣነስ ኤስኤል እየ ክመሃር ድደሊ ሃይስኩል ዳ ኣይክእሎን እየ ሃይስኩል ክፍትኑካ ከለውካ እቲ ናትካ ብቕዓት ናብ ሃይስኩል ደብፅሕ እንተደይ ኮይኑ ብኤስኤል እዮም ድጅምሩልካ ግን ኣትሊስት ክሬዲት ተዋህልል ኣለካ እዚኣ ኩሉ ግዜ ድዛረበላ ሃይስኩል በቃ ኣብኣ ከላ ሃይስኩል ስለ ዝኾነት ንፈርሓ ኖ ኣክንዲ ኤስኤል ኬትካ ሽዱሽተ ወርሒ ኣብኡ ተማሂርካ ክሬዲት ደይ ብልካ ትሓልፋ ኣብቲ ሃይስኩል ኪድ እሞ ተፈተን ኣብ ኤ ዲኻ ቢ ሲ ድዮም ክእትውካ ድሕሪኡ ግሬድ ናይን ድዮም ቢኮዝ ሃይስኩል ካብ ግሬድ ናይን እዩ ዝጅምር እቲ ኤስኤል ኣብ ኤክስ ኣብ ድኸይድ ማለት እዩ ኣብቲ ሃይ ስኩል ዘሎ ኤስኤል ተተማሂርካ ግን ክሬዲት እንዳፀብፀብካ ትኸይድ ኣለኻ ስለዚ ኣሕዋቴ ኮፍ ምባል ስራሕ ምስኣን ዘይተረፈና እንዳደለና ስራሕ ንእግሪ መንገድና ግን ወርሒ እንተተማሂርና ማዕረ ክንደይ ኮንፊደንስ ትገብር ቤንሁር ወርሒ ጥራሕ እንተኣቲኻ ማዕረ ክንደይ ኮንፊደንስ ትገብር ክትዛረብ ወላ ኢንተርቪው ክገብሩካ ስራሕ ክቆፅሩካ ከለውካ ቋንቋ ደይ ትኽእል እንተኮይንካ ክንድውለልካ ኢና ጥራሕ እዮም ዝብሉካ ረዚመ ድሃለዋ ሃለወካ ኣነ ዋዛ ምስ ቁም ነገር ክዕለኩም ሓደ ግዜ ብዛ ዓዲ 12 ዓመት እየ ገይረ ዘለኹ ምስ መፃኹሲ ሓደ ሰብ እንዳ ፅሬት ይሰርሕ ነይሩ ሕጂ እቲ እንዳ ፅሬት እንዳሰርሐ ከሎ ሪፖርት ይገብርኒ ሽቓቕ ሶፍት ጎዲሉ ኣሎ ከምዚ ጎዲሉ ኣሎ ኢድ መሕፀብ ሳምና የለን ገሊሉስ ሪፖርት ኣይገብርን እዩ ነይሩ ሽዑ እታ መናጀር ትፅውዖ እሞ እዚ ከምዚ ክትሰርሕ ከለካ እቶም ድሕሬካ መፅኦም ድመልእዎ ንቲ ሶፍቲ ንቲ ሳምና ድመልእዎ ሲ ኣብ ከምዚ ሽቓቕ ከምዚ ጎዲሉ ኣሎ ኢልካ እንተደይ ሓቢርካ ኣይገብርዎን እዮም ስለዚስ ጌጋታት ይፍፀም ኣሎ ኢላቶ ማለት እዩ እሞ እንታይ ክገብር ኣለኒ ኢልዋ ወረቐት ኣርያስ ከምዚ ጌርካ ሪፖርት ክፅሕፍ ኣለካ ኢላቶ ሓውና ኤርትራዊ ከምዚ ሪፖርት ክፅሕፍ ኣለካ ኢላስ እቲ ሊስት ሪኣቶ ማለት ኣነ ከምዚ ክፅሕፍ ኢልዋ እዎ ከምዚ ክፅሕፍ ድኽእል ነይረ እንተድኸውን ዳኣ እንታይ ገብር ኣለኹ የፅር ኣብቲ ኦፊስ ኣትየ ዶ ይሰርሕ ምስኦም ኢልዋ ተረዲእካኒ ሶ ዋላ ሃየር ክገብሩኻ ከለዉ ንእሽተይ ነገር ተረዳድእ ምስቶም ምሳኻ ዝሰርሑ ደሎ ኢምፕሎይ ምስ መናጀርካ ምስ ሱፐርቫይዘርካ እንተደይብልካ ይርእይዎም ሽ ክሓቱኻ ከለዉ ድፍረት ከም ዘይብልካ ክሓቱኻ ከለዉ ዓይኖም ደይትጥምቶም እንተኮይንካ ገለ ኣይፅውዑኻን እዮም ስለዚ ወላ ከለና ሓንቲ ወርሒ ወላ ንምሃር ወላ ክልተ ወርሒ ንምሃር መትፈሪት እያ ትኾነና ድሕሪኡ ከዓነ ዕላማታትና እንዳወቕዓና ንኸይድ ግን ኣነ ሓንቲ ክደሊ ትውሓት ትዕበ ትንኣስ ብዘየገድስ ንእሽተይ ሰርቲፊኬት ደላታ ሞያ ናይ ካናዳ እንተተማሂርና ስራሕ ባዕሉ ክመፀና ይሽዑ ሶ ፕሊዝ ንእሽተይ ተምሃራ ስፔሻል እቶም ኣወዳት በዓልቶም ስሞ ምኸርዎም ንተን ኣሕዋተይ ግን በጃኽን ዋላ ንእሽተይ ነገር ሞያ ተምሃራ እሞ ሎሚ ዳይፐር እንዳማትክን ቀይርክን ፅባሕ ንጎ ዕላማታትክን ትዋቕዓሉ ነገር እቲ ድበለፀ ስለ ድኾነ ፕሊዝ ንምሃር ዋላ ንእሽተይ ይኹን ናይ ወርሒ ናይ ክልተ ወርሒ ናይ ሰሙን ድሕሪኡ እቲ ነገራት እንዳመፀ ክመፅእ ክብል ኢለ ቴንኪ ቤንሁር ሓወይ ዕድል ስለ ድሃብካኒ ብጣዕሚ እየ ከዓ ብኣኻ ኩርዕቲ ኩሉ ቪድዮታት ቀርኢ ኣጋጣሚ እታ ዕድል ተፈጢራ ከላ ክነግረካ ክሬዲት ምሃብ ከዓ ፅቡቅ እዩ እዚ ይጎድለና ኣሎ ብዝናትና ኮሚኒቲ በቃ ብጣዕሚ ኣም ሶ ፕራውድ ኦፍ ዩ በቃ ድምካሓሉ መንእሰይካ ከምዛ ድበልካ ካ ዕላላትና ከዓ ኣብ ቲክቶክ ኣብቲ ዝኸይድ ላይፍ ከዓ ዕላላት እንዳተቀየረ እንተድመፅእ ንዓና ድዕብየና ነገር ኣነ እኳ ሕጂ እናደኸም ክመፅእ ኣለኹ እምበር ኣብ ፌስቡክ ኩሉ ግዜ ላይፍ ክወፅእ ከለኹ ብዛዕባ ከምኡ እየ ዝዛረብ ነይረ ሕጂ ግን ከምዚ ከማኻ መንእስያት ብዛዕባ ስራሕ ብዛዕባ ንዓና ክዕብየና ድኽእል ደጋጠመና ነገራት ኣብዚ ዓዲ ምስ መፀና እሱ እውን ሓሊፉ ሲ ኣብቲ ትደልዮ ቦታ ከም ትበፅሕ ኢንስፓየር ድገብሮ ንቲ ሰብ ናትና መንእሰይ ሕጂ ድመፅእ ደሎ ከምኡታት እቲ ዕላል እንዳተቐይረ እንተኸይዱ ወላ እቲ ድመፅእ ሰብ ከማ ናፊቕዎ ንቲክቶክ ምመፀ ነይሩ ኣክንዲ ክላ ሕጂ ከ እንታይ እዮም ክብሉ እንዳበለ ካብ ድመፅእ እሞ